ክታትራፋ ኣሎ ኢክን ተከታተላ። በቃ ቤተሰብ ብጣዕሚ እየ ዝፈትዎም ነይረ ብስሉ ብጣዕሚ እየ ዝኣምኖም። ገዛኺ ገለ ገለሲ ብኸመይ ኢኺ ተኻሒድኺ እስከ ዋግዕኒ እስከ። ቀንዲ ከኣ እዚ ናይ ቤተሰብ ዝነበረ ድኽነት ንክቀርፍ ይጻዕረ ነይሩ ያው ገዛ ክገዝኣልኪ ገለ ኢሉኒ። ሐዚ።
ማለት መን እዩ ክሕደኪ ነሩ። ወላ ወላዲተይ ብዙሕ ይኹን ይርሰና ንትዛረብ እየ ሕሞር ኣለኒ ኣነ ይቀለለኒ ደጊም ንእስነተይ ወዲእዎ ኣሎ ስደት በቃ ክወልድ እዩ ዘለኒ ምክንያቱ ገዛስ እንታይ ዶ ክገብረለይ እዩ ነገር እዩ ነይሩ ኣነ ኣደይ ቤተሰበይ ዘስራሕኽዎ ገዛ ኣብ ዓዲ ዓረብ ኩነ ንእስነተይ ሰዊኤ ዘጥረኽዎ ሃፍተይ ዘስራሕኽዎ ገዛይ በደይ ሓፈሻኡ ቤተሰበይ ተኻሒደ ኢላ እዛ ሓፍትና መጺኣ እኒሃ እስኪ ናይ ማንድያ ኣደ ንጓላ ገዛ ኪሒዳታ ብምንታይ ምክንያት ንዝብል ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻኹም ናይ ሎማዓንቲ ቪድዮ ዝኸውን ከዓ ክብራት ኣሕዋተይ ብፍላይ ኣብ ስዕዲ ዓረብ ብቻ ዘይኾነሲ ሓፈሻዊ ስደት ዘለና ትጠቕመና እያ ዝብል እየ እታ ቪድዮ ሰሪሐያ ኔኹ ናይ ብዙሓት ኣሕዋተይ ጭንቂ ስለ ዝኾነት ከምኡ እውን ንኹላኻትኩም እዩ ዝምልከት እና እዛ ቪድዮ እዚኣ ካብ ሓደ ቪድዮ ካብ ሓደ ሶሻል ሚድያ እየምፅኤያ ተዘይተጋጌ እዚ ብቻ ሓደ ዩቲዩበር እዩ እየምፅኤያ እና እዚ ሓፍትና ሙሉእ ቪድዮ ሰሚዐያ እየ ስለዚ ወላ ኩነታታ ካብ ኣዘራርባ ምናምን ክዕዘባ ከለኹ ሓደ ነገር ተረዲኤኒ ከብዚ እና ክብራት ኣሕዋቲ ምናልባት ዘይሰማዕኽና እንተልኢኽን እምበይ ነዛ ቪድዮ እዚኣ ዝሰማዕኽና እንተልኢኽን ኣነ ሓሳብ ይኽበላ ዝናየ ሓሳብክን ንዓኣ ዝጠቅም ድዩ ሼር በላዕላ ከምኡ እውን እስኪ ይምህር እዩ ተልክን እውን ናብ ብዙሕ ሰብ ሼር በሎ ኢኽን እና ክብራት ኣሕዋቲ ኣብዛ ቪድዮ እዚኣ ዝተዓዘብክዋ ነገር ተልዩ ኣደይሲ ገዛ ኪሒዳትኒ ኣብ ክልተ ቦታ ኣዩ ነይሩ ኩሉ ኪሒዶምኒ እያ ትብል ዘላ እና ክብራት ኣሕዋተይ እስኪ ናይ ማን ድዩ ወላዲ ገዛ ናይ ውላዱ ወይ ከዓ ሃፍቲ ናይ ውላዱ ንብረት ናይ ውላዱ ሲ ችዲ ባዕለ ክትፈልጢ ይሰራሕኸዮን ኢሉ ናይ ማን ድዩ ዘክሕድ ዘሎ ንምንታይ ንዝብል ኣቱም ንዛ ቪድዮ እዚኣ ንዘይሰማዕክምዋ ሙሉእ ቪድዮ ኣነ ስለ ዝሰማዕክዎ ካብኡ ከዓ ንእሽተይ መብራህርሂ ክህበኩም ማለት እዩ እዛ ሓፍትና እዚኣ ኣብ ዓዲ ዓረብ ንብዙሕ ዓመታት ሰሪሓ ምስ ሰርሐት ዓዳ ተመሊሳ ቅድሚ ዓዳ ምምላሳ ግን ሓደ ጎረቤታ ሓንቲ መሓዛኣ ተፋልጣ እሞ ምስ ኣፋለጠታ እዚ ዘፋለጠታ ሰብ ድማ ንሳ ኣይትፈልጦ ነይራ ምስ ፈለጠቶ ድሕሪ ምልላይ ድማ ጎረቤታ ይኸውን ጎረቤታ ምዃን ንዝፈለጠቶ ደሞ ነዲኣ ከምዚ ዝበለ ሰብ ተፋሊጠኒ እሞ እንታይ ይመስለኪ ትብላ እሞ እዚ ደኣ ፅቡቅ ጎረቤትና ወዲ እገለ እኮ እዩ ትብላ እዛ ኣዲኣ ብጣዕሚ ደስ ኢልዋ ማለት እዩ ናይ ምነደ ናይዛ ገዛይ ተካሒደ ትብል ዘላ ሓፍትና ካብኡ ተላልዮም ዓዲ ኩሎም ኣብ ስደት እዮም ነይሮም ንዓዲ ይኸዱ እሞ ተመርዕዮም ድሮኳ ኣደ ኣደ ሓደ ቆልዓ ኣደ ሓንቲ ቆልዓ ኮይና ኒሃ ማለት እዩ እዚ እዚ ኩሉ ክኸውን ከሎ ኣብ ስደት ኮይና ዘፍረየቶ ገዛ ብስም ወለዳ እዩ ነይሩ ብስም ወለዳ ክኸውን ከሎ ግን ናብ ዓዲ ምስ ከደት ምስ ተመርዓየት እውን ቅድሚ መርዓ ኣይኹን ወሊዳ እስካብ ዝሓዘዘ ድረስ ግን ገዛይ ብሱመይ ግወርለይ እያ ትብል ዘላ እቲ ዋና ወግዕናሲ ኣብዚ እዩ ዝኸውን ዘሎ ገዛይ ብስመይ ግበርለይ ክትብል ከላ መጀመሪኡ መርዓ ክገብሩ ከለው እዚ ቆልዓ ጎረቤታ ስለዝኾነ ናታ ቤተሰብ ብደንቢ ስለዝፈልጥዎ ናይቲ ቆልዓ ናይቲ ቆልዓ ቤተሰብ ብደንቢ ስለዝፈልጥዎ እና እቲ ቆልዓ ምንም ዓይነት ንብረት ኮነ ሃፍቲ የብሉን ጊዜያዊ ሰሪሕ ግን ዓርሱን ውላድን ሰበይቱን የንብር እዩ። ምንም እኳ ምስቲ ናታ ዝኣክል ሃፍቲ ገዛ መሬት እያሃልዎ እምበር ዕለታዊ ምግቡ ግን ይሰርሕ እዩ ማለት እዩ እና እዞም ወለደታ ይብልዋ ክንድናትኪ ንብረት እንድሕር ዘይብሉ ኮይንሲ ብስምኪ እንድሕር ጌርክዮ እቲ ንብረት ኪጠልመኪ ይኽእል እዩ ወይ ከዓ ኣጋጣሚ ኣታሊሉ ክሸጦ ይኽእል እዩ። እንድሕር ተሸይጡ እቲ መሬት ድማ እቲ ገንዘብ ሒዝልኪ ክጠፍእ ይኽእል እዩ። እዚ ከምኡ ዘብለ ምኽንያት ድማ ዋላ ብግልፂ ኣይናገርዋ ደኣ እምበር ከምኡ ዘብሎም ዘሎ ምክንያት እቲ ዝረአ ዘሎ ብዓይኒ ከዓ እዩ እቲ ብእዝና ንሰምዖ ዝለን ብዓይና ንሪኦ ዘለናን ስለ ዘተሓሳስቦም እዩ ውላዶም ጓሎም ኣብ ስደት ከምቲ ንሳ ዝወለድ ከምቲ ንሳ ዝወለቶ ዕድመ ልክዓ ንእስነታ ንእስነታ ብምልኡ ኣብ ስደት እዩ ሓሊፉ ማለት እዩ እና እዚ ስለዝተረድኦም ንሳ ድማ ንእሽተይ ተረጋግዒ ማለት ከምቲ ንሳ ዝበለት ኣነ ሰሚዐ ይኮንኩ ምስኣቶም ኮይና ንሳ ግን ኩሉ ግዜ ክልተ ዓመት ገይረ ካብ ስደት ካብ ዝምለስ ክልተ ዓመት ሙሉእ ግን ተረጋግዒ እዮም ዝብሉኒ ከሲሶ እዮም ምስ ከሰስክዎም ሽማግለ ክመፅእ ከሎ ብሽማግለ ሽማግለ ከረዳድእና ከለ ግን እቲ ሰብኣያ ክንዲ ነታ ንብረት የብሉን። ስለዚ ክንዲ ነታ ንብረት ስለ ዘይብሉ ብደንቢ እስካዕ ዘፍልጥ ብደንቢ ሓቢሮም እስካዕ ዝላመዱ ብስማ ክንገብረላ ኣይከኣልናን ምእንታን ከይጠልማ እዮም ኢሎም መልሲ ዝህቡ ነታተ ምክንያት እዚ እዩ ብትክክል እቲ ምክንያት ደሞ እቲ ምክንያቶም ነታቶም ትክክል ክኸውን ይኽእል ናይዚ ሓፍትና ዝኒሀ ጥርጣረ ደሞ ሓደ እንታይ ገደሸኩም ዝብል ኣተሓሳስባ እኒኦ ካልኣይ ከዓኒ ብትኽክል ድዮም ሓሲቦም ብትኽክል ድዮም ሓሲቦምለይ በዓል ገዛይ ንኸይጠልመኒ ክንድናተይ ንብረት ስለ ዘይብሉ ንኸይጠልመኒ ናይ ማኖም ድዮም ሓሲቦምለይ ብምንታይ ክኣምኖም ይኽእል መረጋገፂ እንታይ ይንሄኒ ኢላ ደሞ ንሳ ኣብ ጠረጥራት እያ ደቂ ዓበይቲ ዋይ መዓረይ ሓደ ነገር እስከ ነግረኩም እንታይ እዩ ዘሎ ምስላ ንጉስ ኣይኽሰስ ሰማይ ኣይሕረስ ዝበሃል ኣበሃህላ ኣሎ ክብራት ኣሕዋተይ ሕዚ እዚኣቶምስ ወለዳ እዮም ኣዲኣ እያ ነዴድያ ሕዚ ገዛይ ወሲዳትለየ ኢላ ክትከሳ ናብ እስሪ ተእትያ ከመይ እዩ እኒሆ ሽዲ ባዕሊ ክትፈልጢ ሐዚ እኮ ዘን ኣደ እዚኤን ኣዲኣ እንድየን ብስማ እንድዩ እኒሆ ብስማ እዩ ተገዚኘ ብስም ጓል ኣይኮነን ደረሰኝ ዘእትወት ለና ኣዲኣ ገንዘብ ድዩ ኮይኑ እኒሆ እንድሕር ክሕዳ ኮይነን እሲ ባዕሊ ክትፈልጢ ታይ ዝሃብክን እኒሄኪ ዘይብላ ነይረን እንድሕር ክሕዳ ኮይነን ማለት እዩ ስለዚ ኣነ ማለት እዩ ኣነ ከምቲ ዝተዓዘብክዎ ኮይኑ እንድሕር ኮይኑ እዘን ኣደ እዚኤን ወይ ከዓ እዘን ወለዲ እዚኦም ብፍፁም ተኣምር ክኽሕድዎ ኣዮም ዝብል ሓሳብ እዩ ለይን ከመይ ተልኩም ነቲ ግዜ ትርእይዎ ዘለኹም እዩ ትርእይዎ ኣለኹም ኣብዚ ሕዚ ግዜ ዓዲ ዓረብ ዘለዋ ደቂ ኣንስትዮ ኣይኮነን ዶ ምሳኻትኩም ኮይኖም እሲ ኣብ ስደት ከለኹም ባዕሉ ሲ እዚ ለኣኽለይ ከይትመፅ እዚ ከይግበርክ ከይትመፅ እዚ ከይግበርክ ናበሉ እዮም እንትን ዝልኽንዎ ዶ ስለዚ እዞም ወለዲ እዚኣቶም ደሞ ዘየግምቶ እትዮም ጓሎም ንክፀኒሓኒ ከይትበኪ ጓሎም ፀኒሓኒ ከይትፅገም ደኣ እምበር ናይ ጓሎም ገዛ ደልዮም ናይ ጓሎም ረሃፅ ክወስዱ ደልዮም ኣይመስለንን በፍፁም ተኣምር ማለት እዩ ናይ ጓሎም ብርሓፅ እንተዝደልዩ ነይሮም ንጓሎም ከክሕዱ ተዝደልዩ ነይሮም ታይ ፅባሕ ሎ መበሎም ዝሃብክና ነገር የለን ዝገዛእናልክ ገዛ የለን ናይ ባዕለይ ገዛ እየ ገዚኤ ማዘይ ይብልዋ ክክሕዱ እንድሕር ኮይኖም ስለዚ ክብራት ኣሕዋተይ ብውሽጢ ትፈልጣ ኣሕዋት ንኸተረጋጋዕ ንገርዋ ንኸተረጋጋዕ ንገርዋ ዓዲ ዓረብ ዘለና ሰባት ብዙሕ ዓመት እንድሕር ዳ ፀኒሕና ኣነ ካብ ባዕለይ ዝተዓዘብክዎ ኣነ መጀመርያ ፍሬሽ ኮይነ ክመፅእ ከለኹ ያን ያክል ኣይኮንኩን ነይረ እምኒ ፀቃይጡ ንባዕሉ እውን ስሒሙኒ ይብሉ ነይረ ሓዚ ሓዚ ግን በቃ ማይ ቀጠነ በቃ ፀባጊሲ ማይ ቀጠነ ዝዓይነቱ እዩ ብጣዕሚ እዩ ዝናደድ ትዕግስቲ የብለይን እዚ ንምንታይ ምስቲ ዝኒሆ ችግር ምስቲ ናይ ዓዲ ናፍቆት ምስቲ ዝኒሄና ሓሳብን ግዛዕ ምቆትን ይመስለኒ ምስቲ ናይ እንዳ መዳም ስራሕ ብዙሓት ይመስለኒ እና ንሳ ደግሞ ብዙሕ ችግር ሕማን ፅቡቅ ስለ ዘሕለፈት ብንእሽተን ነገር ክትናደድ ትኽእል ብቲ ንሳ ትናደዱ ድማ እቶም ኣብ ዓዲ ዝኔው ክፀርፍዋ ማለት ጓሎም ጸሊኦም ዘይኮነሲ ታይ እያ እዚኣ ከም ዕብድ ዕብዲት ማለት እኮ ኖርማል እኮ እዩ ኣብ ዓዲ ሕዚ ታይ እዚኣ ዕብዲት ቀስ በለስ ክተረጋግዕ ይብሉካ እዮም ከምዚ እዮም ዝብሉኒ ኢላ ግን ጓሎም ዕብዲት ክትኮነሎም ደልዮም ይኮኒ ኣደ እኮ ኣይኮነን ዶ ንጓላ ዕብዲት ክትብላሲ ታይ ሓርኣ ሽንታ ጸሪጋ ዶ ይኮነት ነዕብያታ ስለዚ ክብራት ኣሕዋቲ ኣነ ሓደ ሼር ወላላ ካልኣይ ከዓ ንስደት ዘለኽን ኣሕዋተይ እቲ ትምርዖ ወዲ ክንድነታትክን ግጥሚ ሐዚ ስኻትክን ክልተ ሚእቲ ካሬ ሰለስተ ክላስ ዋላ ሓደ ክላስ እንድሕር ዳሃሊክን እቲ ዝምርዐወክን ወዲ ወይ ክንዱ ቦታ እንድሕር ዘይብሉ ኮይኑ ወይ ከዓኒ እታ ናታትን ቦታን ገዛን ተገሚታ ብገንዘብ ክንድኡ ልክዕ ገንዘብ እንድሕር ሃልእዎ እንድሕር ኣግጢምልክ ንሳየ ኣይኮነን ደሞ ንሱ ባዶ ኢዱ ተኮይኑ ንምንታይ ድኻ ተመርዕኽን ሃብታም ዘይትመርዓ ማለት ኣይኮነን ከምኡ እንድሕር ክትገብራ ኮይንክን ግን እቲ ዘለክን ሃፍቲ እቲ ብስም ወለድኺ እንተነይሩሲ ብስም ወለድኺ ዘይዝተሓልክን እየ ክብል ዝፈቱ ምክንያቱም ናበይክን ኣይኸደክን ሓደ ኣብቲ ገዛ ትነብር ኣለኽን ይኸን እቲ ገዛ ኮ ናብ ስምክን ስለ ዘይዘርእ እዩ እምበይ ንስኻትክን ትነብሩ ኣለኽን ገዛ ክራይ የኸፈልቲ ናብታ ገዛ ኸን ይኸን ይኸን ስለዚ እቲ ትምርዖ ወዲ ኣይትፈልጦ ይጥይቆ ወዲ ቢያንስ ምሳኻትክን ይፅናሕ ተለማመዶ ባህርያቱ ብደንብ ፍለጦ ናይ ማንዲ የፍቂርኒ መፂኡ ናይ ማንዲ ምሳይ ሓዳር ክገብር መፂኡ ንዚ ብደንብ ተለማመዶ ንሱን ቤተሰቡን ብደንብ ፍለጦ ካብኡ ክልተ ሰለስተ ቆልዓ ምስ ወለድኩም ፀኒሑ ድማ እቲ ገዛ ናባኻቱን ክዘውር ይኽእል እምበር ኸይርክን በቃ እገለ ኣፍቂሩኒ እዩ ገዛይ ብስመይ ግበርለይ ምናምን ቀዳማይ ነገር እቲ ንዓኻትክን ዝመርዐክን ወዲ ገዛ ከቢን ህብስም ክግበሩ እዩ ወለደ ከይጠልሙ ኣሕዋትኪ ንኣሕዋትኪ ክመቕልዎም ይኽእል እዩ ምናምን ዝለክን ወዲ እንድሕር ኮይኑ ንሃፍትኸን ክሉ ይመፅኡ ክብራት ኣሕዋተይ ከምኣ ዝለክን ወዲ ተኾይኑ

ተረጋግዓ ወለዲ እውነት እንታይ ዘሎ ማስቃ ወለዲ ሕማቅ እዩ መርገምያ ወላድስ ተዘይቀተለ የዕነኒ ዝበሃል እኒሄና ንወለድኽን ኣይተሕዝና ወለዲ ሓደ ሓደ ወለዲ ሕዚ ንኣብነት ኣደን ኣቦን ዝተፈላለዩ ተኮይኖም ሕዝናሃት ግን ኣዴኽን ኣዴኽን ኮይና ካልእ ሰብኣይ ሐዚ ኣደ ነቦን ይፈላለዩ እሞ ተቦኽን ካሊእ ሰበይቲ ይሕዝ ተሃድር ድማ ካሊእ ሰብኣይ ትሕዝ ኣብ ከምዚ ዓይነት ዘሎ ሐዚ እናታትክን ኣደ ኣቦኽን ኣብ ካሊእ እሞ ከዓ ምስ ካሊእ ሰብኣይ እንድሕር ተመሪዓ ፀኒሓ ከምዚ ዓይነት ምጥላን ክፈጥር ይኽእል ምክንያቱም ንታዴኽን እተቦኽን ዘይኮነ ምስኣ ዝኒሉ ሓላዋይ ሰብኣይ ከምኡ ብቻ ኣነ መብዛሕትኡ ኣነ ዝጥለም ኣሕዋተይ ዘለ ከምዚ ዓይነት ነገር እምበይ ትኽክለኛ ኣዴኽን ኣቦኽን ብሓደ ዝኾኑ ንሕር ኣልኦም ኮይኖም ማለት እዩ ክብራት ኣሕዋተይ በፍፅም ተኣምር ብወለድና ክንጥለም ኢና ክጠልሙን እዮም ኢልክን ይትሕሰባ ደቂ ዓበይቲ ወይ መዓረይ ተጠለሙስ ናበይ ደክኸይድ እዩ ወለድኽን ዳያን ክነብርሉ ምክንያቱም ንስኺ ኣብ ፅርግያ ተደፊኢኺ ንሳቶም መፍት ዘስራሕዮ ገዛ ደስ ኢልዎም ኣይነብሩ ስለዚ ንሳቶም ናታትኪ ለውጢ ናትኪ ታሕጓት ናትኪ ፍቕሪ ዳኣ እዮም ዝደልዩ እምበር ውላድ በፍፁም ተኣምር ናታትክን ሓዘን ናታትክን ሕማቕ ነገር ክርኢ ኣይደልን ጸኒሖም ድማ ናብ ስምኪ የዝርዎን እበልና ናብ ስምኪ የዝርወና እዚ ዝተመራዕኸዮ ወዲ ምንም ነገር የብሉን ሃፍቲ ክሒዙ ገዛ ክሸይጡ ባዕልክ ትፈልጥ ኢሉ ኣብ ፅርግያ ደብሪ ክተኸይዱ ወይ ኣነጓለይ ዋላ ንሳ ከምዚ ተለንሲ ኣነ እኮ እየ ክዕገሳ ነይረ ምሳይ ተዝፀንሕ ዶ ዝኩሉ ሽግር ኣጋጢምዋ ኣነ እንድየ ክንደዲኣ ክንዲ መሓዝኣ ክንዲ ሰባ ኮይኑ እኮ ኣነ እኮ ከማኽራ ዝግባእ ነይሩ ኢላ ከዓ ታደ ታክገብር እየ ዘሕለፍኩላ ምሳይ ተዝፀንሕ እኮ እዚ በደል ኩሉ ኣይምበፅሓን ነይሩ ኢላ ደሞ ትናሳሓያ እና ደቂ ዓበይቲ ዋይ ንወለድኽን ብዝተኻለክን መጠን ወለድኽን ተረድኣ ወላዲ ምንግዜ ንውላዱ ኣይክሕድን ንውላዱ ሲ ናይ ውላዱ ፅቡቅ ዳ እምበር ናይ ውላዱ ሕማቅ ነገር ኣይደልን እዩ እሞ ወለዲ ቀስ ኣቢልኩም ሰምዕዎም ኣዳምፅዎም እንታይ እዮም ደልዮም እንታይ እዮም ኮይኖም ዝብል ንእሽተንሲ ሕሳባ ማለት ተረጋግዓ ይትናደዳ ክብራት ኣሕዋተይ እና ክብራት ኣሕዋተይ ብዙሕ ምተዛረብኩ ነይረ እቲ ቪድዮ ክነውሕ እዩ እንተን ከይነውሐኩም እስኪ ብቲ ኣነ ዝበልክዎ ሓሳብ ርእይቶ ዝሃብክዎ ኣነ ከመይ ትሪእዎ ንዓየለ ጥፍኣት ተልዩኒ ኣርሙኒ ንዝሓፍትና እውን ብዝተኻለኩም መጠን መዓድዋ ማለት እዩ እና ክብራት ኣሕዋተይ ዝነበረ ንፃንሒት እዚኣ ትመስል ነይራ ላይክ ሸር ሰብስክራይብ ምግባር ኣይትርስዑ ብፍላይ ደቂ መዳን ቅመመይ ብጣዕሚ እየ ዝፈትወኩም ሰሰናዩ ባይ ባይ